ሰላም ሰላም ዝኸበርኩም ተኸታተልትና ንሎም መዓልቲ ሓንቲ እዋናዊት ዛዕባ ሒዝናልኩም መፂና ኣለና ሓቢርኩም ክትከታተሉና ብክብሪ እንዳዓደምኩ ኣቐዲመ ናብታ ቪድዮ ከብለኩም ሓውኹም እየ ምሳኹም ዘለኹ ሎማዓንቲ ኣብ ናይ ቀሺ እስያስ ቤተክርስትያን ኢና ዘለና ንቀሺ እትያ እስያስ ክንሓቶ ደሊና ኣለና ሕቶ ኣለና ስለምንታይ ኢና ንሕና ሃገርና ኮሎሲ ንሶም ንክንቅበርን ደይ ንክንቅበርን ድፍርሙልና ስለምንታይ ኢልና ክንሓትት መፂና ኣለና ምሳና ንዑ ኦኬ እምበኣር ከምዛ ክትሪዋ ፅናሕኹም እዛ ክንሪኣ ፅናሕና ቪድዮ ኣብ ሶሻል ሚድያ ኣዝያ ገኒና ብዙሕ ሰብ ውን ብዛዕባኣ ይዛረብ ኣሎ ማለት እዩ። ብዛዕባ እዛ ቪድዮ እዚኣ ዝተውሃበ ብዙሕ ነገቲቭ ዝኾነ ኮመንት ኣሎ። ሶ ብዛዕባኡ ገለ ነገር ክንብል ኢና። መብዛሕትኡ ግዜ ሲ ገለ ሰባት ኮመንት ክንህብ ንጓየ። እቲ ምኽንያት ከኣ እንታይ ክኸውን ዝኽእል ወይ ኣስይ ስለምንታይ ኢልና ክንሓትት ዓቕሚ የብልናን ንምንታይ እዩ ከምዚ ኮይኑ ዝብል ዓቕሚ ኣይንረክብን ኢና ወይ ድማ ስምዒታውያት ስምዒታውያን ንኸውን እሞ ቀልጢፍና ናብ ግብረ መልሲ ንጓየ ማለት እዩ which is ብዛዕባ እዚ ዝተዋህበ ኮመንት እንድሕር ደኣ ርኢና ብዙሓት ሰባት ማለት እዩ ንቤተ ክርስቲያን ደፊሩ ፍርሓት እግዝኣቢሄር ዘይብሉ ሰብ ካልእ ካልእ ካልእ ዝብሉ ብዙሓት ቪድዮታት ተሰሪሖም እዮም። ሶ ብዛዕባ ፍርሓት እግዝኣቢሄር ብዛዕባ ድፍረት ቤተክርስትያንን ካልእ ካልእን ክንዛረብ እንድሕር ድኣ ኮይና መቸም ነዛ ቤተክርስትያንና ልዕሊ እቶም ኣመንቲ ኢና ዝብሉ ኣቕሽሽቲ መሰልቲ ወተሃደራውያን መራሕቲ ሃይማኖት ዝደፈረ ኣካል የለን። ብልክዕ ፍርሓት እግዝኣብሄር ዘይብሉ ክበሃል ዝኽእል ሰብ እንድሕር ድኣ ሃልዩውን እዞም መራሕቲ ሃይማኖትና በሃልቲ እዚኦም ጥራይ እዮም። ምኽንያቱ ልዕሊ እቲ ኮነ ዝኾነ ዓለማዊ ንሶም ኣብ ሃይማኖት ኣፍልጦ ኣለዎም። ፍርሓት እግዝኣብሄር ክህልዎም ንህዝቦም ክኣኻኽቡ ዝግብኦም ንሳቶም ነይሮም። ብኻልእ ወገን እቲኦም ተቐዳዲምና ርእይቶ ወሃብቲ ሰባት መቸም ጻዕዳ ክዳን ጌርና ሰንበት ሰንበት ድዩ ቀዳም ቀዳም ናብ ቤተክርስትያን ስለ ዝተመላለስና ልዕሊ ኩሉ ሰብ ፍርሓት እግዚኣብሄር ዘለና ወይ ውን ልዕሊ ኩሉ ሰብ ኣመንቲ ኮይኑ ዝስመዓና እንድሕር ዳኾይኑ ብጣዕሚ ሓቂ ጌጋ እዩ። እቲ እምነት ዘለዎ ወይ ከኣ ፍርሓት እግዚኣብሄር ዘለዎ ዝበሃል ሰብ ትእዛዛት ኣምላኽ ዘተግብር እዩ። ፍርሓት እግዚኣብሄር ዘለዎ ሰብ ስኒ ንሕግታት ኣምላኽ ዘይጥሕስ በቲ ሕግታቱ ዝኸይድ እዩ። እምበር ከምዚ ሰሙን ሰሙን ናብ ቤተክርስትያን ወይ ድማ መዓልቲ መዓልቲ ናብ ቤተክርስትያን ስለ ዝኸድካ ወይ እውን ጻዕሪ ክዳን ስለ ዝተኸደንካ ፍርሓት እግዚኣብሄር ኣለካ ከብለካ ኣይኽእልን እዩ። ብሓፈሽኡ ግን ፍርሓት እግዚኣብሄር ዘይብሉ ወይ እውን ነዚ ቤተ ክርስቲያን ሕንፍሽፍሽ ዘእትወሉ ኣካል እንድሕር ድኣ ሃልዩ ብድፍረት ክንዛረብ ትብዓት እንድሕር ድኣ ሃልዩና እዚኦም ኣቕሽሽቲ መሰል ወተሃደራውያን መራሕቲ ናይዛ ቤተ ክርስቲያን እዮም ፒርየት ማለት እዩ። ካልእ ቅድሚ ናብቲ ጃጅ ምግባርና ወይ ድማ ናብቲ ቅልጡፍ ዝኾነ ግብረ መልሲ ምኻድና ስለምንታይ እዩ ከምዚ ኮይኑ? ስለምንታይ እዩ ኣጋጢሙ? ኢልና ክንሓትት ኣዝዩ ኣገዳሲ እዩ፣ ንዓና እውን ንደሓር ከዕብየና ዝኽእል ስለ ዝኾነ ምሕታት ኣገዳስነት ኣለዎ። ስለምንታይ እዩ ከምዚ ክገብር ክኢሉ እዚ ሓውና? እንታይ እዩ እቲ እቲ ምኽንያት? ዝብል ሕቶ ከነቐድም ይግበኣና ነይሩ፣ ኣብ ክንዲ ምስ ድፍረትን ምስ ካልእ ካልእን ምትእስሳር ተቐዳዲምና ማለት እዩ። እዚ ሓውና ክንሪኦ ከለና ኣብቲ መጀመሪ እውን ጠቂስዎ ነይሩ እዩ። ሕቶታት ኣለዎ ሕቶታት ክሓትት ከም ዝኸለ ማለት እዩ። እዚ ሕቶ እዚ ከኣ ሕቶ ኩልና ኣመንቲ ሕቶ ኩልና እቶም በዛ ቤተ ክርስቲያን ንሻቐል ዘለና ሕብረተሰብ እዩ። ኩልና ክንሓቶ ዝግብኣና ሕቶ እዩ። ኩልና ድማ ኣብ በብገዛና ኮይንና ንሓቶ ሕቶ እዩ። እዚ ክብል ከለኹ ነቶም በታ ቤተ ክርስቲያን ዝግደሱ ሰባት ማለት እዩ። ነትዮም እንዳ ፈለጡ ከም ዘይፈለጡ ዝኾኑ ሰባት ኣይኮኑን ሕቶ ኩሉ እቲ ቁኑዕ ህዝቢ እዩ ነዚ ናይ ኩልና ሕቶ ምናልባት ዘቅርቦ ኣቀራርባ ከምኡ ዶ ክኸውን ኔርዎ ኣይነበሮን ዝብሃል ካልእ ሕቶ እዩ ምኽንያቱ ብስነ ስርዓት ውን ዘይተሓተተ ኣይኮነን ማለት እዩ። ብሓፈሻዊ ከም ሕቶ ክንርኢ ከለና ግን ሕቶ ኩልና ኣብ ውሽጢ ኩልና ዘለዉ ሕቶ ብድፍረት ብትብዓት ስለ ዝሓተተ ኣብ ክንዲ ስለ ሓቂ ደው ዝበለ ምስ ስድነትን ምስ ካልእን ምትእስሳር ኣይግበኦን እዩ ብመሰረቱ ውን ጌጋ እዩ ምክንያቱ ሕቶ ኩልና ስለ ዝኮነ ማለት እዩ እንታይ ደኣ ንሕና ኣብ ጃጅ ምግባር ንህወክ ስለ ዝኮና ወይ ድማ ነቲ ሓቂ ክን ደው ኢልና ክንዛረብ ንስለ ሓቂ ትብዓት ስለ ዘይብልና ናብቲ ዝቐለለ ምኽንያት ጸርፍን ናብ ካልእ ነገራት ኢና ንኣቱ ማለት እዩ። እምበኣር ንምዃኑ ፍርሓት እግዚኣብሄር ማለት እንታይ ማለት እዩ እንድሕር ዳኣ ኢልና ግን ፍርሓት እግዚኣብሄር ማለት ብሕጊ ኣምላኽ ምኻድ ንሕጊ ኣምላኽ ምትግባር ማለት እዩ በቃ ቃል ብቓሉ። እሞኸ ደኣ እዞም መራሕቲ ሃይማኖት ብሕጊ ኣምላኽ ይኸዱ ድዮም? ብሕጊ ኣምላኽ ይምርሑ ድዮም? ንምዃኑ ኣብ ቤት ክርስትያንና እንታይ እዩ ዘጋጥም ዘሎ ኢልና እንድሕር ደኣ ሓቲትና ብዙሕ ነገራት ብዙሕ ነገራት ክበሃል ይኽእል እዩ። ኣብ ነፍሲ ወከፍ መዓልታዊ ህይወትና ዘጋጥመና እዩ። ንዓኻ ተዘየጋጥመካ ንዕሩኽትኻ፣ ዕሩኽትኻ ተዘየጋጥሞም ጎረቤትካ ቀጻሊ ንነብሮ ዘለና ወይ ድማ ብጣዕሚ እቲ ንቤተክርስትያን ኣሰካፊ ዝኾነ ነገር ስለ ዝኾን ንኣብነት ክንርኢ ንኽእል ኢና ኣብ ቤተክርስትያን ድሕር ድኣ ኬድካ ብጥምቀት ክኾን ይኽእል ብመርዓ ክኾን ይኽእል ኣባል ዲኻ ኣባል ዲኻ ኣይኮንካን ወይ ድማ እንታይ እዩ ዝበሃል ዘተቋማይ ዲኻ ደጋፊ ዲኻ ማሲ ብዙሕ ኢንተርቪው እዩ ዝግበረልካ ብዙሕ ኢንተርቪው ከምዚ ኢንተርቪው እዩ ዝግበረልካ ኣብኡሲ ቤት ኣምላኽ ማዕረ ክንድኡ ኢንተርቪው ክግበሮ ዝኽእል ቦታ እዩ ኢለ ኣምኒ ኣነ ብውልቀይ ማለት እዩ ሓፈሻዊ እንደገና እቲ ኣብኡ ዝወሃበካ ሰርቪስ እውን እንተኾነ ኩልና ዘጋጥመና እዩ ብታ ዝተሓተት እንድሕር ዳኣ ከይድና እታ ሰርቲፊኬት ናይ ናይ ጥምቀት ክንርኢ ንኽእል ኢና ንኣብነት ሰርቲፊኬት ናይ ጥምቀት ዝወሓደ ሓምሳ ዩሮ ትኸፍለላ ማለት እዩ። ኣብ ዘለናዮ ንኣብነት ኣብ ኤውሮጳ ኣብ ሆላንድ እንድሕር ረኣኒና ሓምሳ ዩሮ ነታ ሰርቲፊከት ናይ ጥምቀት ትኸፍለላ። ኣብቲ በቲ ሓቂ መልክዕ እንድሕር ዳኣሪናዮ እዛ ሰርቲፊከት እዚኣ ፕሪንት ንክትከውን ካልእ ካልእ ክንደይ ዋጋ ተውፅእ እንድሕር ዳ ኢልና ካብ ሓሙሽተ ዩሮ ክትበዝሕ ኣይትኽእልን እያ ማለት እዩ። በምንም ተኣምር ክልተን ሓምሳ እውን ክትከውን ትኽእል እያ። ነዛ ወረቐት እዚኣ ሓምሳ ዩሮ ምኽፋልካ ጥራይ ዘይኮነ ነዛ ወረቐት እዚኣ ንክትወስዳ ብጣዕሚ ኣሸጋሪ ኣሸጋሪ ክብለካ ከለኩ ነዊሕ ግዜ ኢካ ትጽበ ሽዱሽተ ወርሒ ዝጽበ ሰብ ኣሎ ዓመት ድጽበ ሰብ ኣሎ ብልማኖ ኢካ ትወስዳ እታ ሓምሳ ዩሮ ክትከፍላ ከለካ ግን ኣብ መጀመርያ ዘረባ ኣብ ዘይብሉ ኢካ ትከፍላ ማለት እዩ ዝገርም ነገር ከፊልካስ ለሚንካ ኢካ ትወስዳ ንዛ ዝተሓተት ኢና ንብ ዘለና which is ልዕሊኡ ናይ ቃል ኪዳንን ናይ ካልእን ወረቀት ክንደይ ላዕሊ ከልበትበት ዝብሉ ሰባት ኣለዉ ማለት ብገንዘብካ ከፊልካ ማለት እዩ ሕጂ እዚ ከምዚ ዓይነት ሰርቪት እዚ ሕጂ ቁማር እዩ ዝበሃል እዚ ቁማር እዩ ዝበሃል ንሓንቲ ናይ ጥምቀት ወረቐት ሓምሳ ዩሮ ክትከፍል ከለኻ በቲ ኖርማል ነገር እንድሕር ዳኣ ሪኢኻ ካብዚ ንላዕሊ ቁማር የለን ማለት እዩ ብኣንጻሩ እንድሕር ዳኣ ሪኢና ቤተ ክርስትያናት እቲ እዚ ህዝብና መቸም በዚኦም መራሕቲ ሃይማኖት እዚኦም ምስ መረሮ ብዙሕ ነገራት ይገብር ናብ ናይ ግብጺ ቤተክርስትያን ይኸይድ ናብ ናይ ሩስያ ቤተክርስትያን ይኸይድ which is ኦርቶዶክስ ማለት እዩ ኣብቲ ቤተክርስትያናት ንሱ ክትከይድ ከለኻ ትኸፍሎ ገንዘብ የብልካን እታ ምስክር ወርቀት ከዓ ሸዓ መዓልቲ ኢኻ ትውሃባ which is ፍልልይ ክትሪኦ ከለኻ ማለት እዩ እዚ ናትና ስለምንታይ እዩ ከምኡ ዝኸውን ዘሎ ምክንያቱ ናይ ኮራፕሽን ናይ ቁማር ቦታ ቀይሮሞ ስለ ዘለዉ ማለት እዩ ማዕረ ከምዚ ተማራሲሖም ዘለዉ መራሕቲ ሃይማኖት ንሶም ፍርሓት እግዚኣብሔር ሃልይዎም እቲ ነቲ ሓቂ ቆይሙ ስለምንታይ ዝብል ሰብ ፍርሓት እግዚኣብሔር የብሉን ወይ ድማ ቤተክርስትያን ደፊሩ ክበሃል ብጣዕሚ እዩ ዘሕስን ቤተክርስትያን ዝደፈሩ ሰባት እንድሕር ሃልዮም መጀመርያ እዞም መራሕቲ ሃይማኖት ንብሎም ዘለና እዮም ማለት እዩ ሶ ንሕና ከም ሕብረተሰብ ነዚ ነገር እዚ ብጣዕሚ ክን ክንነቕሓሉ ይግበኣና፣ ክንትስኣሉ ከዓ ይግበኣና ማለት እዩ። ካልእ እንድሕር ርኢና እዚ ወሪዱና ዘሎ ሽግር ብጣዕሚ ኣሰካፊ እዩ። ኣብዚ ምዕራባዊ ሃገር እንድሕር ርኢና ሲ ከምዚ ሕጂ ህዝቦም መብዛሕትኡ ናብ እምነት ኣልቦ ከይተቀየረ ከሎ መቸም መራሒ ንሶም ዋላ ኣመንቲ እዮም ነይሮም ዝተፈላለየ እምነት ማለት እዩ ካቶሊክ ክኸውን ይኽእል ኦርቶዶክስ ክኸውን ይኽእል ካልእ ካልእ እምኖታት ክኸውን ይኽእል ግን ኣመንቲ እዮም ነይሮም ኣብቲ ሕሉፍ ታሪኾም ከም ንሪኦ ግን ንሶም ብሰሪ ካብ መራሕቲ ሃይማኖቶም ዝወረዶም ግፍዕን ጸቕጥን ካልእ ብዙሕ ነገራትን ካብ ሃይማኖቶም ሸፊቶም እዚኦም እኳ ከምዚ ዝገብሩ ዘለዉ ካብ ምባል ተበጊሶም ማለት እዩ ኣብዚ ሕጂ ዘለዎ ደረጃ በጺሖም ማለት እዩ which is ሃይማኖት ናብ ዘይብሉ ደረጃ መብዛሕትኡ ህዝቦም ዝኸደሉ ግዜ በጺሖም ማለት እዩ ሕጂ ንዓና ከኣ እቲ መጀመርያ ናቶም እዩ ሕጂ ኣንጻላልዩና ዘሎ ጀሚሩና ዘሎ እዞም ኣብዚ ቤተክርስትያን ንስለ ኢሰያስ ክብሉ ዝነብሩ ዘለዉ ሰባት ንዓና ኣብ ሃይማኖትና ጽላኣት ፈጢሮም ሃይማኖትና ከም ንጸልእ ጌሮም ኣደዳ እምነት ኣልቦ ክገብሩና እዮም ተበጊሶም ዘለዉ ክጅመር ከሎ ሕቶ ኣቦና ኣንጠንዮስ ወይ ድማ ንስለ ኣቦና ኣንጠንዮስ ደው ዘይበሉ ሕቶ ናትና ክምልሱ ወይ ግን ወይ ውን ንስለና ደው ክብሉ ኣይንጽበዮም ኢና ብልክዕ ኣይንጽበዮምን ኢና ማለት እዩ ምክንያቱ እንዳፈለጡ ዝገብርዎ ዘለው ንሕልንኦም ዘይኮነሲ ንረብሕኦም ኢሎም ይሰርሑ ስለ ዘለው እዚ ኣይንጽበዮም ኢና ሓፈሻዊ ክንነቕሓሉ ዘለና ነገር እንድሕር ሃልዩ ግን ነዚ እምነትና ኣብ ዘይተደልየ ሻኸላ ዘእትዎ ዘለው ሰባት እዚኦምዮም ሃይማኖት ትጠፍእ ኣላ በዚ ከምዚ ትብልዎ ዘለኹም ቤተክርስትያን ደፊርካ ሕጊ ኣምላኽ ዘይገበርካ ኢልካ ምዝራብ ዘይኮነ ዕሙቕ ኢልና እንድሕር ደኣ ርኢናዮ ነዚ ሰብ ነዚ ሕብረተሰብ እዚ ከፋፊሎም ፈላልዮም ኣብ ሃይማኖቱ ጽላኣት ከም ዝገብር ጌሮም ጽባሕ ንግሆ ካብ እምነት ወጻእ ክገብርዎ ከደስክልዎ ኢሎም ዝጽዕሩ ዘለዉ እዮም ከነስተውዕል ኣለና የሕዋት ስለዚ ንሕና ከም ደለይቲ ሓቂ ከም ደለይቲ ፍትሒ እቶም ንስለ ሓቂ ደው ንብል ማለት እዩ። ሕጂ ውን እንተኾነ ርሑቕ ኣይኮነን ዘሎ፣ ንስለ ሃይማኖትና ውን እንተኾነ ክንትስእ ግዚኡ እዩ። እዚ ክብል ከለኹ ከኣ ንስለ ሓቂ ደው ዝበሉ ካብ መጀመርያ ስጋብ መወዳእታ ንስለ ሓቂ ደው ኢሎም ዝማጎቱ ዝስየፉ ዘለዉ ኣቦታት የብልናን ማለት ኣይኮነን እዩ። ክጅመር ከሎ ኣባ ኣንጦንዮስ ዝኣቦኦም ማለት እዩ ንስለኦም ደው ኢሎም ዘለዉ ኣቦታት እሶም እትዮም ሓቀኛታት ኣቦታት ወይ ድማ ንስለ እምነት ንስለ ሃይማኖት ንስለ ህዝቦም ዝኸዱ ዘለዉ ኣቦታት እትዮም ሓቀኛታት ኣቦታትና እዮም ኣነጽር ኣቢልና ክንፈልጡ ዘለና ጉዳይ ኣሎ ኣነ ንስለይ ዘይሓስብ ንገዛእ ርብሕኡን ነቲ ስርዓትን ዝሰርሕ መራሒ ሃይማኖት እየ ዝብለኒ ሰብ መራሒየይ ክብሎ ኣይክእልን እየ ከነነጹሮ ኣለና ንሕና ውን ንዓና መራሕቲ ኣለውና ስለ ሓቂ ደው ዝበሉ ኣቦታት ሕጂ ውን እንተኾነ ነዞም ኣቦታት እዚኦም ተኸቲልና እቲ ዝህቡና ትእዛዝ እንዳማላእና ሃይማኖትና ክንመልሶ ክንጽዕር ኣለና ከም ተቓለስቲ ከም ደለይቲ ሓቂ ንሕና ኣይኮናን ፍርሓት እግዚኣብሄር ዘይብልና እዚ ዝቃለስ ዘሎ እዚ ንሓቂ ደው ኢሉ ዘሎ ሕብረተሰብ ኣይኮነን ፍርሓት እግዝኣብሄር ዘይብሉ ፍርሓት እግዝኣብሄር ስለዘለዎ እዩ ንስለ ሓቂ እዩ ዝቃለስ ዘሎ ቤተክርስትያንና ትጠፍእ ኣላ ቤተክርስትያንና ትዓኑ ኣላ ህዝብና ፋሕፋሕ ይብሎ ኣሎ ዝብል ዘሎ ፍርሓት እግዝኣብሄር ስለዝፈልጥ ስለዘለዎ ትእዛዛት ኣምላኽ ስለዝፈልጥ እዩ ንስለ ሓቂ ደው ኢሉ ዘሎ ፍርሓት እግዝኣብሄር ዘይብሎም ንሶም እትዮም እንዳረኣዩ ከለዉ ዓዊሮም ዘለዉ እንዳሰምዑ ከለዉ ጸሚሞም ዘለዉ ኣጽቅጥ ኣቢሎም ዝኸዱ ዘለዉ፣ ተጎልቢቦም ጻዕዳ ክዳን ስለ ዝገበሩ ጥራይ፣ ናብ ቤተክርስትያን ስለ ዝኸዱ ጥራይ ኣመንቲ ኮይኑ ዝስምዖም፣ ንሶምዮም ፍርሓት እግዝኣብሄር ዘይብሉሎም፣ ትእዛዝ እግዝኣብሄር ዘየኽብሩ። ኣብታ ቪድዮ እንድሕር ድኣ ርኢናዮ እዛ ሓውና እወ ኣነ ባርያ እየ ባርያ ናይ ኢሳያስ እየ ዝበለቶ ሰበይቲ ንዕዘብ ኢና። ብጣዕሚ እዩ ዝገርመካ ብጣዕሚ እዩ ዝገርመ ኣብ ቤተ ክርስትያን ኮይና ባርያ እግዚኣብሄር እየ ክትብል ክንዲ ዝግባኣ ባርያ ናይ ኢሰያስ እየ ክትብል ከላ ካብ ዝሕፍር ነገር የለን የሕዋት ብጣዕሚ እዩ ዝገርመካ በቃ ሕጂ ኣፍ ልቦም ነፊሖም ነዚ ሓውና ክወንጅልዎ ክትርኢ ከለካ ብጣዕሚ እዩ ዝገርመካ እቲ ሓቂ ናበይ ዝዕበጥ ዘሎ ባርያ ናይ ኢሰያስ እንድሕር ደኣ ኮይናስኒ ባዕላ እንዳመስከረት ከላስ ተመሊሳ መን እዩ ሕጂ ዝደፍር ዘሎ ባርያ ኢሳያስ ድኣ እሞ እንታይ ክገብር እዩ ናብ ቤት ኣምላኽ ክመጽእ ዘለዎ ኣሜን ባርያ ኢሳያስ እንድሕር ድኣ ኮይና እቶም ኣብኡ ዘለዉ መራሕቲ ከኣ ባርያታት ናይ ኢሳያስ ማለት እዩ so ከመይ ገሮም እዮም ንዓና ክመርሑና ዝኽእሉ እቲ ህዝብና በቃ ኣይ ዶንት ኖው ሽግራቱ ዘይፈልጦ ዘይኮነ ሽግራቱ እንዳፈለጠ ኣብ ሽግር ምንባር ስለ ዝለመደ ዋላ እውን ኣብዚ ዓዲ እዚ መጽዩ ኣብ ነጻ ቦታ መጽዩ ንስለ ሓርነቱ ደው ክብል ዘይምኽኣሉ ብጣዕሚ እዩ ዘግርመካ ባርያ እየ እንዳበለ ዝኸይድ ባርያ ናይ ኢሳያስ እየ እንዳበለ ዝኸይድ ሰብ ክትርኢ ከለኻ ኣብዚ ዘበን እዚ እሞ ኸኣ ኣብዚ ዘለናዮ ናይ ናጽነት ቦታ ብጣዕሚ እዩ ዘሕፍር Anyway ግን ነዚ ሓውና ዝወሰዶ ትብዓት እቲ እቲ style ሕ እቲ ዝተጠቀመሉ ኣገባብ ጽቡቕ ድዩ ሕማቕ ብዘየገድስ እቲ ዘቕረቦ ሕቶ ኣገዳስን እዋናውን ስለ ዝኾነ ንሕና ኸኣ ከም ተቓለስቲ ነዚ ጉዳይ እዚ ናትና ጉዳይ ስለ ዝኾነ ቤተ ክርስትያን ናትና እዩ ልዕለና ክሓተሉ ዝክእል ሰብ የለን ምክንያቱ ንሕና ኢና ተገልገልቲ ማለት እዩ ቤተክርስትያን እንዳጸደፈት ከላ ከኣ ስቅ ኢልና ክንርኢ ስለ ዘይብልና ሕጂ እዋኑ እዩ ኩልና ብሓባር ኮይና ኣካል ቃልስና ስለ ዝኮነ ነዚ ከኣ ክንቃለሰሉ ኣለና ሎማዓንቲ ዘዳለናዮ መደብ እዚ እዩ ነይሩ ኣብ ካልእ ግዜ ብካልኣ ርእሲ ስጋብ ንራከብ የቀንየለይ ብዝተረፈ ኣብዚ ጉዳይ ዘለኩም ኣብዚ ሓሳባት ዘለኩም ርእይቶ ኣብ ኮመንት ክትጽሕፉ እንዳተላበኩ ሰሰናዩ ንዓኩም ቻው።